ሰላም ተኸታተልቲ ዕቤት ሚድያ ከመይ ቀኒኹም? ሰላም ክትህልዉ በዓል ሙሉእ ተስፋ እየ። ሎማዓንቲ ድማ ከመይ ጌርካ ሰባት ትጸሉን የዕሩኽ ትረክብን እትብል ሓንቲ ካብተን ዝበለጻ ናይ ዝምድና መጽሓፍቲ ዝኾነት መጽሓፍ ሒዘልኩም መጽየ ኣለኹ። ነቶም ቅድሚ ሕጂ ዘንበብናያ ከም መዘኻኸሪ ነቶም ኣንቢብናያ ዘይንፈልጥ ድማ ኣብ ስድራ ቤትና፣ ኣብ ስራሕና፣ ምስ ኣዕሩኽትና ወይ እውን ምስ ዝኾነ ይኹን ሰብ ኣብ ንራኸበሉ ክጠቕሙና ዝኽእሉ ወርቃውያን፣ ቀለልቲ ግን ከኣ ግብራውያን ዝኾኑ ኣዝዮም ሓገዝቲ ነጥብታት ናይታ መጽሓፍ ጸሚቐ ሒዘልኩም መጺኤ ኣለኹ። እሞ ሰናይ ምክትታል። ስጋብ መወዳእታ ንተዓዘባ፣ ደሓር ከኣ ክንሪኣ እንኮለና ኩሉ ግዜ ምስ ነብሰይ ምስ ሂወተይ ከመይ ገይረ ክጥቀመሉ ይኽእል? ምስ ሰባት ኣብ ዝራኸቡሉ ከመይ ገይረ ክጥቀመሎም ይኽእል ምሳይከ ብምንታይ ይራኸቡ እንዳበልና እቶም ነጥብታት ኣብ ርእስና እንዳመርመርና እዛ ቪድዮ ንስምዓያ እሞ ክሳብ መወዳእታ ንርኣያ ከም ትሕግዘና ብፍላይ ድማ ኣብዚ ግዜ እዚ እቲ ኮሙኒኬሽን ናትና ናይ ሓበሻ ማለት እዩ ኣብ ነንሕድና ቁርብ ሕርፍፍ ኢሉ ስለ ዝኾነ ብጣዕሚ ከም ትሕግዘና ርግጸኛ እየ ሰናይ ምክትታል ቀዳማይ ክፋል ኣብዛ ቀዳመይቲ ክፋል ደልካርንጊ ብዛዕባ እቶም መሰረታውያን ዝኾኑ ቴክኒካት ኣብ ኣታሕዛ ሰብ ተዛሪቡ ወይ ድማ ጽሒፉ ኣሎ። እዛ ክፋል እዚኣ ኣብ ሰለስተ ምዕራፋት ዝተመቕለት እያ። እታ ቀዳመይቲ ምዕራፍ ንሰባት ብቐጥታ ክንነቅፍ ከም ዘይብልናን ንኻልኦት ክንፈርድን ብዛዕባኦም ድማ ክነማርር ከም ዘይብልናን እዩ ዝዛረብ። እዚ ከመይ ማለት እዩ? ንሰባት ክንነቕፈሉ ኣብ ንጅምር ግዜ ሰባት ብውሽጦም ምክንያቱ ንሕና ደቂ ሰባት ብስምዒታት ብኩርዓት ናይ ውሽጥና ዝመላእና ስለ ዝኾና ሰባት ብውሽጦም ክንነቕፎም ኣብ ንጅምር ብውሽጦም ሓደ ድፋዕ ፈጢሮም ነቲ ግብሪ ናቶም ነቲ ጌጋ ናቶም መመኽኔታ ጥራይ ክደልዩሉ ከም ዝፍትኑ እዩ ዝገልጽ እዚ ከመይ ማለት እዩ ኣብ እንነቕፈሉ ግዜ ዝኾነ ውፅኢት ኣይክንረክብን ኢና እንታይ ደኣ ክንገብር ኣለና ሰባት ተደኣ ተጋግዮም እዛ ትስዕብ ኣብነት እዚኣ ንተዓዘባ ቦብ ሁቨር ዝበሃል ፓይሎት ነይሩ እዚ ፓይሎት እዚ ኣብ ጠፈር እንከሎ ክልቲኤን ሞቶር ናቱ ይጠፍኣ ክልቲኤን ሞቶሩ ምስ ጠፍኣ ክልተ ሰባት ምስኡ ነይሮም ህይወቱን ህይወት ናይቶም መሳፍርቱን ኣብ ሓደጋ ይኣቱ ኣሎ ማለት እዩ እሱ ግን ሓያል ስለ ዝነበረ ንፉዕ ፓይሎት ስለ ዝነበረ ከም ገለ ገይሩ ነታ ነፋሪት የዕልባ እታ ነፋሪት ግን ብዙሕ ዳሜጅ ብዙሕ ጸገማት የጋጥማ ማለት እዩ። እዚ ዝጸገም ዝኾነሉ ኣብ ምስ ዓለቡ ከም ዝተዓዘብዎ ማለት እዩ ከምቲ ንሱ ዝሓሰቦ ጌጋ ነዳዲ መሊኣ ኔራ። ነዚ ዝገበረ ሓደ ንእሽተይ መካኒክ ኔሩ ደዳለዋ ንምንፋር ዘዳለዋ መካኒክ ማለት እዩ። እንታይ ኢና ንጽበ ሕጂ ወይ ክሰጎ ካብ ስራሕ ወይ ድማ ገለ ኢና ንጽበ እሱ ግን እንታይ ጌሩ እዚ ቴክኒክ እዚ ይፈልጥ ስለ ዝነበረ ከይዱ እንታይ ኢልዎ እታ ትመጽእ ዘላ ኔክስት ታይም ክነፍር ኣብ ዝዳለወሉ ነፋሪተይ ንስኻ ኢኻ ተዳልዋ ኢልዎ። እቲ ወዲ ንብዓትን ረሃጺን እዩ ዝርህጽ ነይሩ ምኽንያቱ ንሰባት ኣብ ሓደጋ ስለ ዝእተወ። እዚ እንታይ ዘርእየና ተዝነቕፎ ነይሩ ዋላ ሓንቲ ትርጉም ኣይምነበሮን ምኽንያቱ ነቲ ሰብ መሊሱ ምሰበሮ ነይሩ ማለት እዩ። እዚ ግን ዕድል ሂብዎ ኣሎ ካብ ጌግኡ ተማሂሩ ንኽቕጽል። እንታይ እዮም ዝብሉና ኣብ እንስሃት ዝተወስደ መጽናዕቲ እንስሳታት እቶም ዝገበርዎ ሕማቕ ጌጋ ካብ ዝገበርዎ ሕማቕ ጌጋ ዝቑፅዑ ዘይኮኑስ እቶም ብዝገበርዎ ፅቡቕ ነገር መግቢ ወይ ድማ ገለ ብልጫ ዝረኽቡ ከም ዝመሃሩ ቀልጢፎም ከም ዝመሃሩ ወይ ድማ ፅቡቕ ባህርያት ከም ዘርእዩ እዮም መፅናዕቲ ዝገልፁ ስለዚ ወላ ምስ ደቅና ኣብ ስድራ ቤትና እቲ ነቐፌታ ትርጉም ከም ዘይብሉ ንሰባት ነቲ ዝገበርዎ ፅቡቕ ነገር ብምትብባዕ ክመሃሩ ክንሕግዞም ከም ዘለና እዩ እዚ ጸሓፋይ ዝነግረና። እታ ካልኣይቲ ድማ ካብ ልቢ ዝነቐለ ሞጎስን ኣድናቖቱን ወይ ድማ ምስጋናን እትብል እያ። እዚ ከመይ ማለት እዩ? ንሰባት ሰባት ጽምኢ ብሓፈሻ ኣብ ውሽጥና ሓደ ዓሚቝ ዝኾነ ድሌት ናይ ሞገስን ወደሳን ከም ዘለና እዩ ዝዛረብ። ብዙሓት ሰባት ገለ ዓወታት ዝገብሩ ወይ ድማ ኣብ ህይወት ብዙሕ ነገር ዝጽዕሩ ንሞጎስን ወደሳን ኣቴንሽን ናይ ካልኦት ወይ ድማ ኮምፕሊመንት ናይ ካልኦት ስለ ዝደለዩ ምዃኑ እዩ ዝዛረብ። እዚ ድማ ከመይ ማለት እዩ? ንሰባት ተዓዘቦም እሞ እቲ ዝገብርዎ ጽቡቕ ነገር ኣስተብሂልካ ድማ ንዕኦም ሃቦም። ደሓር ከኣ ምስ ሰባት ክትራኸብ እንከለኻ ኩሉ ግዜ ኣብ ገለ ክፋል ናይ ህይወት ልዕሌኻ ምዃኖም ልዕሌኻ ከም ዝፈልጡ ክትፈልጥ ክትክእል ኣለካ። ስለዚ ንሰባት እቲ ጽቡቕ ነገር ናቶም ኣለሊኻ ሕጂ እቲ ኮምፕሊመንት ምሃብ ወይ ድማ ንኻልኦት ምድናቕ ስቕ ኢልካ ምቅብጣር ወይ ድማ ልዕሊ ዓቐን ኣጋኒንካ ምዝራብ ዘይኮነ እቲ ግቡእ ዝኾነ ካብ ልቢ ዝመጽእ ምኽንያቱ ሰባት ፊል ይገብሩና እዮም ይፈልጡና እዮም እንድሕር ደይከውን ንዛረብ ኣለና ይርእዩና ስለ ዝኾኑ እቲ ወላ ንሕና ከምኡ ንሕሰብ ደኣ እምበር ከምዚ ደይፈልጡና ገለ ይፈልጡና ስለ ዝኾኑ ሓደ ሓቃዊ ዝኾነ ካብ ልቢ ዝነቐለ ምስጋና ክንምስግንን ንኻልኦት ሰባት ክንምጉስን ከም ዘለና እዩ ዝዛረብ። እቲ ሳልሳይ ኣብዛ ሳልሰይቲ ምዕራፍ ከኣ እንታይ ይድብለና? ንኻልኦት እቲ ዘድልዮም ሃቦም። እቲ ዘድልዮም ኣስተውዒልካ ንኽረኽብዎ ሓግዞም ይብለና። እዚ ከመይ ማለት እዩ? ንስኻ ንኣብነት ዓሳ ክትገፍፍ ትኸይድ እንተ ኣሊኻ እቲ ንዓኻ ደስ ዝብለካ መግቢ ኮንካ ናብቲ መግቢ ፈቲኻ ትገብሮ። ነቲ ዓሳ ደስ ዝብሎ። ኣብ ሰባት እውን ከምኡ ማለት እዩ። ኩሉ ሰብ ነናቱ ድሌት ጥራይ እዩ ዘገድሶ። ልክዕ ከምዚ ከማኻ ማለት እዩ። ስለዚ እቶም ውሑዳት ሰባት ንኻልኦት ከገልግሉ፣ ንኻልኦት ድላዮም ንኽረኽቡ ዝሕግዙ እሶም እዮም ኣብ ህይወት ንቕድሚት ዝኸዱ ኢሉ እዩ ዝዛረበና። ስለዚ ንኽተገልግል ድሉው ኩን፣ ንኻልኦት ተዓዘቦም እሞ እቲ ዘድልዮም ሃቦም። ከምቲ ንስኻ ካልኦት ክገብሩልካ ትጽበዮ ንስኻ እውን ንኻልኦት ግበረሎም ብምባል ይመኽረና። ካልኣይ ክፋል፣ ሰባት ክፈትዉኻ ክትገብሮም ዘለካ ሽዱሽተ መንገድታት። ሓደ፣ ኣብ ልዕሊ ሰባት ሓቀኛ ዝኾነ ተገዳስነት ኣማዕብል። ክልተ፣ ፍሽኽ በል። ሰለስተ፣ ብዝኾነ ይኹን ዓይነት ቋንቋ እቲ ዝበለጸ፣ እቲ ዝመቀረ፣ ሓደ ሰብ ክሰምዖ ዝደሊ ድምጺ ስሙ ምዃኑ ዘክር። ራብዓይ፣ ንፉዕ ሰማዒ ኹን። ጽን ኢልካ ምስማዕ ልመድ። ሓምሻይ፣ ንኻልኦት ወይ ድማ ምስ ካልኦት ኣብ ትዛረበሉ ግዜ ነቲ ንዕኦም ዘገድሶም ዓይነት ኣርእስቲ ወይ ድማ ትሕዝቶ ኣልዒልካ ተዛረብ። ሻድሻይ፣ ምስ ካልኦት ኣብ ንራኸበሉ ወይ ድማ ኣብ ንዘራረበሉ ግዜ ናይ ዕቤትን ምዕባለን ወይ ድማ ናይ ትርጉምን ስምዒት ከም ዝስምዖም ንግበር። ቀዳመይቲ ምዕራፍ ናይታ ካልኣይቲ ክፋል ሰባት ኣብዛ ምዕራፍ እዚኣ ሰባት ካብ ልዕሊ ዝኾነ ይኹን ነገር ኣብ ልዕሊ ነብሶም ከም ዝግደሱ እዩ ዝጸሓፋይ ዝነግረና። እዚ ድማ ብምንታይ የብርሆ ብሓንቲ ኣብነት ማለት እዩ ኣብ ዝኾነ ይኹን ናይ ግሩፕ ስእሊ ኣብ ዘለናሉ እንታይ ኢና ንገብር ኣቐዲምና ነብስና ኢና ንደሊ እዚ ወላ እውን ብትሕተ ወንናትና ብውሽጥና ከይተረዳእና ዝፍፀንም ደኣ ይኹን እምበር ሰባት ኩሉ ግዜ ኣብ ነብስናን ኣብ ናትና ሓሳባትን ኣብ ናትና ነገርን ልዕሊ ዝኾነ ነገር ምስ ተገደስና ኢና ከምዚ ተደኣ ኮይኑ እንታይ ክንገብር ኣለና ምስ ሰባት ክንቀርብ ተኮይና ሰባት ክፈትውና ወይ ድማ ዝምድናና ክመሓየሽ ተደኣ ኮይኑ እንታይ ክንገብር ኣለና ካብ ኣገደስቲ ተገደስቲ ኮይንና ክንቀርብ ክንክእል ኣለና። ብዕምቆት ካብ ልቢ ናይ ብሓቂ ማለት እዩ ብዛዕባ ሰባት ክንግደስ ክንክእል ኣለና። ብዛዕባ ጸገማቶም ክንሓትት ክንክእል ኣለና። ናቶም ዘለዎም ሽግራት ሓቲትና ተረዲእና ክንፈትሖ ንኽእል እንተ ኮይና ገለ ምኽሪ ክንህብ ክንክእል ከም ዘለና እዚ ጸሓፋ ይነግረና። ስለዚ ካብ ኣገዳሲ ተገዳሲ ምዃን ኣዝዩ ሓጋዚ እዩ ኣብ ዝምድና ማለት እዩ። እታ ካልኣይቲ ምዕራፍ ኣብዛ ካልኣይቲ ምዕራፍ ብዛዕባ ፍሽኽታ እዩ ዝዛረብ። ፍሽኽታ ናይ ሰላም መልሲ ምዃኑ፣ ናይ ሰላም ጻውዒት ምዃኑ፣ ፍሽኽታ ንኣብነት ሓደ ሰብ ትረኽቦ ተደኣ ኣሊኻ ፍሽኽ ተደኣ ኢልካዮ ምርኣይካ ወይ ድማ ምስኡ ምርኻብካ ደስ ከም ዝበለካ ብዘይ ቃላት ትገልጸሉ ኣለኻ። እንታይ ድገብር ትሰብከ ዝረኽበካ ዘሎ እሱ ኸኣ ፍሽኽ እብል ማለት እዩ። ስለዚ ፍሽኽታ እቲ ዝበለጸ ሜክኣፕ ኣብ ገጽካ ክትገብሮ እትኽእል ምዃኑ እዩ ዝጸሓፋይ ዝነግር። እታ ሳልሰይቲ ድማ ብዝኾነ ይኹን ቋንቋ ብዝኾነ ይኹን ቋንቋ ማለት እዩ እታ ዝበለጸት ድምጺ እታ ዝመቀረት ድምጺ ንሓደ ሰብ ስሙ ምዃና እዩ ዝነግረና። ስለዚ ምስ ሰባት ኣብ ንላለየሉ ስሞም ክንዝክሮ ብግቡእ ክንዛረቦን ከም ዘለና እዩ ዝመኽረና። ኣነ እኮ እዚኣ ክለማመደላ ዘለኒ ነገራት እዩ ኣብ ዝተፈላለዩ ሃገራት ኣብ ትኸደሉ እቲ ስም እንዳኸበደ ስለ ዝኸይድ ክትሕዞ ይሽግረካ እዩ ኣነ እኮ ሽም ክሕዝ ኣይክእልን እየ ገለገለ ትብል እዚ ግን ጌጋ እዩ ኩሉ ግዜ ክንለማመዶ ክንፅዕር ከም ዘለና ምክንያቱ ንሰባት ሽሞም ፍሉይ ነገር ዝገብሮም ነገር እዩ ፍልይቲ እያ በቃ ሽሙ ንሓደ ሰብሲ ፍልይቲ ስለ ዝኾነት ኩሉ ግዜ ክንለማመዳ ከም ዘለና ኣብዛ መፅሓፍ ድማ ኣብዛ ምዕራፍ እዚኣ ማለት እዩ ብዙሕ ኣብነታት ካብ ናይ ሕሉፋት ዕውታት ሰባት ብኸምኡ ጽቡቕ ዝምድና ዝነበሮም ምስ ሰራሕተኛታት ናቶም ምስ መሳርሕቶም ኣብዛ መጽሓፍ እዚኣ ገሊጹ ኣሎ ማለት እዩ። ራብዐይቲ ምዕራፍ ንፉዕ ሰማዒ ኹን። እዛ ኣርእስቲ እዚኣ ወይ ድማ እዛ ምዕራፍ እዚኣ ንዓና ንኤርትራውያን ማዕረ ክንደይ ኣገዳሲት ምዃና ኣብዚ ግዜ እዚ መቸም ዝጠፍኣና ኣይብልን እየ። ካባይ ካብ ነብሰይ ጀሚርካ ማለት እዩ። ኣብዚ ግዜ እዚ ምስ ሰባት ኣብ ትዛረበሉ ክምልሰልካ ኢሉ ደኣ እምበር ክርድኣካ ኢሉ ድዛረብ ሰብ ወይ ድማ ዝሰምዓካ ሰብ ኣዝዩ ውሑድ እዩ። ስለዚ ከመይ ዝበለ እዩ ንፉዕ ሰማዒ? ሰባት ብዛዕባ ነብሶም ክገልጽዎ ዝደልዩ ብዛዕባ ጸገማቶም ከመይ ገይሮም ጸገማቶም ከም ዝሓለፍዎም ከመይ ገይሮም ዕላማታቶም ከም ዝበጽሕዎ ብዛዕባ ዓወታቶም ክዛረቡ ዝደልዩ ዓይነት ፍጡራት እዮም። ስለዚ ጽን ኢልካ ተደኣ ሰሚዕካዮም ምሳኻ ግዜ ክሕልፉ ክደልዩ እዮም። እዚ እውን ሓደ ናብቲ ቢዝነስ ንኣብነት ብዛዕባ ናይ ቢዝነስ ማይንድሰት እንድሕር ንዛረብ ኣለና እዚ እውን ሓደ ናቱ ክፋል እዩ ምክንያቱ ናይ ሰብ ቢዝነስ እንታይ ማለት እዩ ናይ ሰባት ፀገም ምፍታሕ ማለት እዩ ስለዚ ንሰባት ፀገሞም ክትፈትሖ እንተ ኮንካ ትሕግዞም እንተ ኮንካ እውን ኩሉ ግዜ ፅን ኢልካ ናይ ምስማዕ ባህሪ ክህልወካ ክኽእል ኣለዎ ኣብ ቢዝነስ ጥራይ ዘይኮነ ኣብ ሕብረተሰብ እውን ስለዚ ንሰባት ፅን ኢልካ ናይ ምስማዕ ባህርያት ክተጥርዮ ዘለካ ወርቃዊ ዝኾነ ባህርያት እዩ እታ ቀፂላ ትስዕብ ብዛዕባ ንካልኦት ሰባት ወይ ድማ ነቲ መዛርብትኻ ዘገድሶ ወይ ድማ ትሕዝቶ ንዑ ዘገድሶ ዓይነት ትሕዝቶ ተዛረብ ምስኡ ኣብ ትዛረብሉ ብዛዕባ ትሕዝቶ እዚ ብዛዕባ ትርእስቲ እዚ ተዛረብ እዩ ዝብለና እዚ ከመይ ማለት እዩ ሰባት ከምዚ ቀዲምና ዝረኣናዮ ብዛዕባ ነብሶም ዝገልፅዎ ብዙሕ ነገር እዩ ዘሎ ስለዚ ብዛዕባ ንዓኻ ዘገድሰካ ጥራይ ተደኣ ተዛሪብካ ከተሰልችዎም ምዃንካ ወይ ድማ ፅቡቕ ናይ ምዝራብ ክሊማ ከም ዘይፍጠር እዩ ዝነግረና ስለዚ ብዛዕባ ንሰባት ዘገድሶም ኣርእስቲ ተዛረብ ምስኦም ኣብ ትራኸበሉ። እዛ ቀጺላ ትስዕብ ምዕራፍ እውን ንዓኣ ተመሳሳሊት ዓይነት እያ። ምክንያቱ እንታይ ዝብለና ንሰባት ምሳኻ ክዛረቡ እንከለዉ ናይ ዕቤትን ናይ ምዕባለን ወይ ድማ ናይ ትርጉም ትርጉም ከም ዘለዎም ዓይነት ስምዒት ከም ዝስምዖም ግበር እዩ ዝብለና። እዚ ከመይ ማለት እዩ? ሰባት ኩሉ ግዜ ዝኾነ ይኹን ሰብ ብዘየገድስ ኣብ ምንታይ ዓይነት ስራሕ ኣሎ፣ ኣብ ምንታይ ዓይነት ኩነታት ናይ ህይወት ኣብ ገለ ነገር ይበልጸካ እዩ። ስለዚ ነዚ ብሉጽነት እዚ ተዓዚብካ ብእኡ ዝኾነ ከይተጸብኻ ብእኡ ክተተባብዖን ኮምፕሊመንት ክትህቦን ክትክእል ኣለካ። ዝኾነ ከይተጸብኻ ማለት እዩ። ከምኡ ምግባርካ እዚ ሰብ እዚ ምሳኻ ግዜ ከሕልፍ፣ ምሳኻ ክፈትወካ ማለት እዩ፣ ምሳኻ ግዜ ከሕልፍ ክደሊ እዩ። ስለዚ ዝኾነ ከይተጸበኻ ንኻልኦት ኮምፕሊመንት ሃብ፣ ናይ ዕቤት ስምዒት ከም ዝስምዖም ግበር፣ ኣይትንቀፎም፣ ኣይተነኣእሶም። እዚ ከም ዝገበርካያ ደኣ ኩሉ ሰብ ክገብሮ ዝኽእል እንድዩ ገለ ዝብሉኻ ሰባት ኣለዉ። ስለዚ ንሰባት ምንኣስ ጽቡቕ ኣይኮነን። ቀዳማይ ንዕኦም ትሃስዮም ኣለኻ፣ ካልኣይ ንዓኻ እውን ጽቡቕ ኣይኮነን። ጽቡቕ ኣይስምዓካን እዩ። እቲ ሰብ ብሰንክኻ እንተደኣ ሓሪቑሲ ጽቡቕ ኣይስምዓካን እዩ። ንሰባት ናይ ዕቤት ስምዒት ከም ዝስምዖም ግበር። ንፈልጥ ኢና ኩላትና ፍሉያት ምዃንና ነናትና ጸጋ ከም ዘለና ስለዚ እቲ ናቶም ጸጋ ኣለሊኻ ንዓኻ ብርግጽ ኣብቲ ንሶም ጸጋ ዘለዎም ሓያል ጎኒ ዘለዎም ንዓኻ ድኹም ጎኒ ኣለካ ስለዚ እዚ ናቶም ጸጋ እዚ ናቶም ዕቤት ኣለሊኻ እቲ ናቶም ታለንት ማለት እዩ ብኡ ሞጉሶምን የዕብዮምን ኣተባባዓይ ኣብዛ ቀጺላ ትስዕብ ክፋል ናይዛ መጽሓፍ እዚኣ ደል ካርንጊ ብዘይ ዝኾነ ይኹን ፍሕፍሕን ጭቕጭቕን ሓሳባትናን ጠመተናን ርድኢትናን ከመይ ጌርና ናብ ካልኦት ሰባት ንሸይጥ ወይ ድማ ከም ዝሰማምዕሉ ንገብር እዩ ዝገልጽ። ኣብዛ ክፋል እዚኣ እታ ቀዳመይቲ ምዕራፍ ብዛዕባ ቆይቁን ግርጭትን እያ። ከመይ ጌርና ብዝተኻእለ መጠን ቆይቁን ግርጭትን ክነወግድ ከም ዘለና ወይ ድማ ክነወግድ ክንፍትን ከም ዘለና እዩ ዝገልጽ። እንታይ ድብለና ዝኾነ ቆይቁይ ዝዕወተሉ ወላ ሓደ ሰብ የለን ምክንያቱ እቲ ትቆያቆ ዘለካ ሰብ ብቆይቅን ብግርጭትን ክተረድኦ ትፍትን ዘለካ ዓይነት ሰብ ወላ እውን እኮ ብዝሒ ሓሳባት ኣምፂኻ ብዙሒ ዘረባ ጌርካ ክትፀቕጦ እንተፈተንካ ኣብቲ ዘለዎ ሓሳባትን ኣብቲ ናቱ ጠመተን ርድኢትን ብውሽጡ ብዓቢ ድፋዕ እዩ ክከላኸል ዝፍትን ስለዚ ንሰባት ድሒርካ ከዓ እንተ ብዘረባ ጌርካ ነቲ ብቆይቁ ጌርካ ነቲ ሰብ ክስዕሮ ፈቲንካ ሕማቅ እዩ ክስምዖ ስለዚ ናይቲ ሕማቅ ዝስምዖ ዘሎ ተሓታቲ ንስካ ኢካ ስለዚ ቆይቊ ወላ ዝተዓወትካሉ ደኣ ኮይኑ ይሰማዕካ እምበር ዝዕወተሉ ወላ ሓደ ሰብ የለን እንታይ ደኣ ክንገብር ኣለና ንሰባት ኣብዛ መጽሓፍ ማለት እዩ ንሰባት ባዕልኻ ብቐጥታ ክትምህሮም ከም ዘይትኽእል እዩ ዝዛረብ ዝጸሓፋይ እንታይ ደኣ ክመሃርሉ ዝኽእሉ ወይ ድማ ሓሳባቶም ጌጋ ምዃኑ ክረኽብሉ ዝኽእሉ መንገዲ ኢኻ ተሪኦም ምክንያቱ ሰባት ኩሉ ግዜ ባዕሎም ክረኽብዎ ከለዉ፣ ባዕሎም ከም ተጋገዩ ክፈልጡ እንከለዉ እዮም ክቕየሩ ዝፍትኑ እምበር ሰባት ተጋጊኹም ኣለኹም እንተ ኢልዎም ነቲ ዘለዎም ሓሳባት ምክንያቱ ንሓደ ሰብ ተጋጊኻ ኣለኻ ናተይ ሓሳብ ይቑነ እንተ ትብሎ ኣለኻ ኣብ ርእሱ እንታይ እዩ ዝፍጸም ኣነ ካባኻ ይበሊሕ እየ ኣነ ካባኻ ይነፊዕ እየ ከምኡ ዓይነት ድምፂ እዩ ዝሰምዕ ስለዚ ነቲ ሓሳባቱ ብዝተኻእሎ መጠን ክከላኸለሉ እዩ እንታይ ደኣ ንገብር ከም ተጋግየ ክረኽበሉ ዝኽእል መንገዲ ኢና ንርእዮ ካብኡ ብምቕፃል ንሕና እንተተጋጊና ክንታ ክንገብር ኣለና ብቁኑዕን ብቁኑዕ ልቢ ብንጹህ ልቢ ማለት እዩ ብቐጥታን ብቁልጡፍን ይቕሬታ ክንሓትት ኣለና ንሰባት ድማ ንሕና እውን ቅድሚ ሕጂ ቅድሚ ሕጂ ዝገበርናዮም ጌጋታት ብምዝካር ሰብ ክጋገ ከም ዝኽእል ክንነግሮም ክንክእል ኣለና ድሕሪ ግዜ ድማ ባዕሎም ከም ተጋገዩ ባዕሎም ንሓሳባቶም ክቕይርዎ ክጅምሩ እዮም ደሓር ከዓ እንታይ ክንገብር ኣለና ናይ ብልሒ ስምዒት ክስምዖም ምእንታን ዝኾነ ይኹን ጽቡቕ ሓሳባት ካብኦም ከም ዝመጸ ክንነግሮም ክንክእል ኣለና። ሓደ ሓሳባት እንተደኣ ሓሲብካ ምስ ካልእ ሰብ ኮንካ፣ እቲ ሓሳባት ወላ ናትካ ንስኻ ዘበገስካዮ ደኣ ይኹን እምበር ንሰባት ናቶም ሓሳባት ኮይኑ እንተደኣ ተሰሚዕዎም ናይ ብልሒ ስምዒት ስለ ዝስምዖም ጽቡቕ ነገር እዩ። ስለዚ ጽቡቕ ሓሳባት ከኣ መን ኣምጺእዎ ብዘየገድስ ጽቡቕ ምዃኑ እኹል እዩ። ንነገራት ድማ ኩሉ ግዜ ምስ ሰባት ክትዛረብ ከለኻ ካብቲ ናቶም በቲ ናቶም ዓይኒ በቲ ናቶም ኣጠማምታ ክትጥምቶም ክትፍትን ክትክእል ኣለካ ከምኡ ምግባርካ ነቶም ሰባት ክትርድኦም ኢኻ ንምንታይ ከምዚ ዘይኮነስ ከምቲ ሓደ ይውስኑ ኣለዉ ክትርድኦም ክትጅምር ኢኻ ኣብ መወዳእታ ክፋል ናይዛ መጽሓፍ ከመይ ጌርካ ንሰባት ጌጋታቶም ተርእዮምን ትልውጦምን ብዘይ ዝኾነ ፍሕፍሕ እዩ ዝነግር ኣብዛ መጽሓፍ እዚኣ እታ ቀዳመይቲ ምዕራፍ ንሰባት ቅድሚ ምንቃፍካ ጽቡቕ ናቶም ነገራት ኣልዒልካ ክትንእዶም ከም ዘለካ ይደል ዝመክር እዚ ከመይ እዩ ኣብ ክንዲ ካብ መጀመርታ ብቐጥታ ክትነቕፎም ትጅምር ሕማቕ ናቶም ትነግሮም ጌጋታቶም ትነግሮም ኣቐዲምካ ቅድሚ ሕጂ ዝገበርዎ ጽቡቕ ነገር ብምግባር ወላ እውን ኣብ ስድራ ቤት ማለት እዩ ቅድሚ ሕጂ ዝገበርዎ ጽቡቕ ነገር ብምንጋር ድሕሪኡ ነቐፌታኻ እቲ ነቐፌታኸ ብውሕሉላት ቃላት ተጠንቂቕካ ክትዛረቦም እቲ ቃላትካ መሪጽካ ክትዛረበሉ ከም ዘለካ እዩ ድል ዝመክር ንሰባት ድማ ኩሉ ግዜ ከም ትኣምኖም ኣርእዮም እሞ እምነትካ ከይሰብሩ ንፉዓት ምዃኖም ንገሮም እሞ እምነትካ ከይሰብሩ ነቲ ኣብ ልዕሊኦም ዘለካ ኣረኣእያ ከይስበርን ከይቅየርን ክጽዕሩ እዮም ኩሉ ግዜ ነቲ እምነትካ ንክመልኡ ክጽዕሩ እዮም ስለዚ ንሰባት ምንቃፍ ዘይተርፈካ ተደኣ ኮይኑ ኩሉ ግዜ ኣቐዲምካ ንኣዶም ንኣሽቱ ነገራት፣ ግድን ኣይኮኑን ዓበይቲ ነገራት ዝገበርዎም ክኾኑሎም፣ ንኣሽቱ ነገራት ብምዝካር ግን ከኣ ቅኑዓት ካብ ልቢ ዝመጸ ካብ ልቢ ዝነቐለ ናእዳ ብምግባር ድሕሪኡ ክትነቕፎም ክትክእል ኣለካ። እቲ ነቐፌታኻ ድማ ቃላት መሪጽካ ማለት እዩ። እዛ ናይ ሎማዓንቲ ቪድዮ ነዚኣ ትመስል ኔራ። ደስ ተዳኢላትኩም ካልኦት ሰባት ካብኣ ክመሃሩ ኢልኩም ትሓስቡ እንተደኣ ኮንኩም ሸር ግበርዋ ላይክ ንግበራ። ክሳብ ብኻልእ ትሕዝቶ ንራኸብ ድማ ሰሰናዩ ቻው ቻው።